ክሳብ ሰለስተ ዓመተይ ይርኢ እየ ነይረ። ጓል ኣርባዕተ ዓመት ናሃለኹ ግን ኣቦይ ኣደይ እውን ገዲፋትኒ ከይዳ ሰብ የብለይን በልካ ካብኡ ኣብ ልዕሊኡ ደሞ ጎበዝ ነይረ ትምህርተይ ወዲቐ ካብ ዓሰርተ ክልተ ክፍሊ ምስ ወደቅኩ ብጣዕሚ ተሰሚዑኒ በኽየ ክሳብ በቃ ባራኪና ክሰቲ ዝበልኩሉ ግዜስ ነይሩ ካብ ዝገርመካ ብቆልዓይ ናሃለኹሲ ክለካስ ነቦይ ብጣዕሚ ይፀልኦ ነይረ ዋላ ነደይ እውን ይፀልኣ እየ ምክንያቱ ግን ልክሓዱኺ ኣቦኽን ኣዴኽን እዮም ክሒዶምኺ ኣቦይ እውን ኣይጓለይ በቃ እዚኣ ኣብ ዘርእና የለን ኢሉ እዩ ገዲፍኒ ከይዱ ኦኬ ብዙሓት ከምኡ ኣጋጢሙ ብንፍዮ ብዙሓት ልሞቱ ነይሮም እስኺ እውን ክትሞትስ ሞተ ምንያት ልኸዲኽ ማለት እዩ ፆመይ ተሓደርኩም ንመ ይመስለኒ ነበረ ሽዑ ንሓጎይ መሓወይትለይ እሞ ኣነ እውን ናታ ፃምኣ ምኸፈልኩ እየ ዝብል ነይረ። ጓል ኣርባዕተ ዓመት ኮይና ክልተ ኣዒንታ ምርኣይ ስኢና፣ ወለዳ ድማ ኣብ ዘርእና ከማኺ ዝበለት የብልናይ ኢሎም ክሒዶም ደርብዮማ። ብዕድመ ዝደፍአት ወይ ድማ ዝሸምገለት እናሓጎኣ ድማ ንዓኺ ክብል መስዋእቲ ክኸፍል እየ ኢላ ምሳኣ ክተዕብያ ጀሚራ። ስማ ድማ ስላንቺ ኢላታ። ስላንቺ ሐዚ ኣብ ከተማ ዓድዋ ኣብ ኮሌጅ መምህራን ዓድዋ ተምሃሪት ካልኣይ ዓመት እያ። ኣብ ከተማ መቐለ ንዕረፍቲ ኢላ መፅያ ድማ ረኺባትና እትሕልፎ ለላ ህይወት ኣዋጊዓትናን እያ። ክሳብ መወዳእታ ምሳና ፅንሑ ኢኹም። እቲ ለሕዝን ዛንታን ታሪኽን ስላንቺ ኣዋጊዓትና እያ። ክሳብ መወዳእታ ድማ ክትከታተሉ ብኽብሪ ዓዲመኩም ኣሎ። እሺ ስላንቺ ሓፍተይ እንኳዕ ደሓና መፃእኺ ናብ ስቱዲዮ ዩኒክ ሾው። መጀመርያ እስኪ ንተመልከትቲ መን ኢኺ ካበይ መፂእኺ ልብል ባዕልኺ ንተመልከትቲ ኣፋልጢ።
ሽመይ ስናንቺ ጎይትኦም ይበሃል። ዝተወለድኩሉ ኣብ ወረዳ ፀገዴ እየ ተወሊደ። ፍሉይ ሽሞም ድማ እምባገነት በጋላ እዩ ዝበሃል ዝተወለድኩሉ ማለት እዩ። ካብኡ ናይ ወላዲተይ ሽሙ ብርቱኳን ትበሃል። እሺ ናይ ወ- ናይ ወላዲኻ ናይ ወላዲየ ኣነ ካብ ዝገርመካ ብቆልዓይ ናሃለኹ ሲ ለካስ ነቦይ ብጣዕሚ ይጸልኦ ነይረ ዋላ ነደይ ውን ይጸልኣ እየ ምክንያቱ በቲ ምክንያት ማለት እዩ ስለ ደውርዮምኒ ስለ ዝኸዱ ግን ደሞስ ቀይረ ብጣዕሚ ንነንበይተይ ብነንበይተይ ገይረ ንዓ ስለ ዝፈትዋ ስላንቺ ጎይትኦም ስላንቺ ምስጋናው ኢላ መዝጊባትና ኣብዚ ቤት ትምህርቲ ክኣቲ ከለኹ ናብዚ ትምህርቲ ቤት ኣነ ግን ስላንቺ ጎይትኦም ኢለ እየ ቀይረዮ ማለት እዩ ብቆልዓ ማለት እዩ ምስጋናው ሽም ኣቦኺ ማለት እዩ እወ እቲ ክሒድክ ዝተባሃለ ኣቦኺ እስቲ ክሒድኒ ዝተባሃለ ኣቦይ ምስጋናው ተክለ ሃይማኖት እዩ ዝበሃል ምስጋናው ተክለ ሃይማኖት ስለዚ ጎይትኦም ዝኾንሎ ናይ መን ሽም እዩ ናይ ወላዲተይ እዩ

ወለደይ ኣውጺኣትለይ ነይራ መስለኒ ማዘረይ ሰብለ ወርቂ ኣላትኒ ነይራ። ሰብለ ወርቂ ኢላትኪ ነይራ። ካብኡ ጓል ኣርባዕተ ዓመት እናሃለኹ ግን ንሓጎይ ማለት እዩ ስላንቺ ኢላ ኣውጺኣትኒ። ስላንቺ ኢላ ዘውጸትለይ ምኽንያት ከዓ ኣነ ንዓኺ ኢለስ ከዕብየኪ እየ ንዖም ኢለ ዘይኮንኩስ ንዓኺ ኢለ መስዋእቲ ክኸፍለልኪ እየ ኢላትኒ ማለት እዩ። መስዋእቲ ክኸፍለልኪ እየ ኢላትኪ። እቲ ሰብለ ወርቅ ዲኪ ደርክኒ። ሰብለ እወ ኢላትኒ ኔራስ። እወ ሰብለ ሐዚ እስኪ ስለልየ ደሊኩዮ ገዲፍክዮ ማለት እዩ ሐዚ መፀዊዒኪ ስለ ኣንቺ እዩ። እወ ዋላ ንሐጎይ እውን ኣብ ትምህርቲ ክኣቱ ከለኩ ጓል ክኣቱ ከለኩ ናብቲ ትምህርቲ ቤት ከምኡ ኢላ ኣመዝጊባትኒ። እስኪ ምልስ ኢልና ኣብ ኣርባዕተ ዓመትኪ ኢኪ ምርኣይ ሲኢንኪ ምርኣይ ተሳኢንኪ መስለኒ ክልተ ዓይንትኪ ምርኣይ ሲኢንኪ መጀመርያ ትሪኢ ኔርኪ ክሳብ ሰለስተ ኣርባዕተ ዓመትኪ? ክሳብ ሰለስተ ዓመተይ ይርእዮ ነይረ። ጓል ኣርባዕተ ዓመት ናሃለኹ ግን ጓል ክሳብ ኣርባዕተ ዓመተይ ይርእይ ነይረ እያ። ካብኡ ብድሕሪኡ ኣጋጣሚ ኮይኑ ብዝ ኒፌ ልበሃላ ነይረን ሽዑኡ ብኒፌ ክልተ ዓይነይ ከምኡ ኮይነ ማለት እዩ። ሽዑ ወለድኺ ምሳኺ ይነብሩ ነይሮም ማለት ኣብ ሓደ ገዛ እዮም ዝነብሩ ነይሮም ንስኺ ናሃለኺ ኣዒንትኺ እናሃለየ ኣብ ሓደ ይነብሩ ነይሮም ሰለስቲኹም እውን ትነብሩ ነይርኩም ማለት እዩ። እወ። ካብኡ ዓይንኺ ምስ ሳእንኺ እዮም ተፈላልዮም? እወ ዓይኒ
ጓል ኣርባዕተ ዓመት ኮይነ ከምኡ ምስ ኮንኩ ኣቦይ እውን ኣይ ጓለይ በቃ እዚኣ ኣብ ዘርእና የለን ኢሉ እዩ ገዲፍኒ ከይዱ ናይ ናይ ኣቦይ ናይ ኣቦይ ኣዶ ናይ ኣቦይ ኣዶ እውን እሳ እውን እናሓጎይ ማለት እዩ በቃ እዚኣስ ኣብ ዘርእና የላን ዘይትገድፋ ገለ ኢላ ኢላቶ ማለት እዩ ካብኡ ንሱን ኩሉ ቤተሰቡ ከምኡ እዮም ዝብሉኒ ካብኡ ኣደይ እውን ብኦ ምክንያት ገዲፋት እንተኸይዳ ናይ ባዕላ ሂወት ጀሚራ ኣበይ ከም ዘላ እንኮ ተዘይፈለጥኩ ዝሮ ዝሮ ከምኡ ጀሚራ እያ ማለት እዩ ኣዴኹ እውን እያ ክሒዳትኪ ማለት ድዩ እወ ኣደይ እውን ክሒዳትኒ እያ ከይዳ በቃ ማለትስ ኣነስ ንዚኣስ በቃ ተትሞት ይሕሽ ነይሩ። ሽዑ እውን ጓል ኣርባዕተ ዓመት ከምኡ ክኾን ከለኹ ማለት እዩ ብዙሓት ብኒፌ ዝሞቱ ነይሮም። እዚኣ እውን ከምኣቶም ተትሞት ነይረ እያ ትብል እያ ትበሃል እንትዝክረሉ ብናይ ህፃን እምሮ ትዝክሮ ከለኩ ከምኡ እያ ትብል ኦኬ ብዙሓት ከምኡ ኣጋጢሙ ብንፍዮ ብዙሓት ልሞቱ ነይሮም ስኸውን ክትሞትስ ሞት ተመንያትለ ከዲኽ ማለት እዩ ወላዲተይ ማለት እዩ ከምኡ ተመንያትለይ ካብኡ በቃ ኣነ እዚኣ ይዝክራ እየ በቃ ኣእምሮይ ኩሉ ሻዕ ትመላለሰኒ ሰብ ነጊርክ ድዩ ዋላ ባዕልክ ሰሚዕክያ ኣነ ኣነ እውን ይዝክሮ እየ እቲ ክትብል ሰሚዕክያ እዎ ሕዚ ወለድኺ ኣበይ እኒኡ ተፈላልዮም ድዮም ክልቲኦም ተፈላልዮም ክልቲኦም ንባዕሉ ተፈላልዮም ካልእ ህይወት ጀሚሮም እዮም ኣበዮም እኒኡ
ኣደይ እንድዒ ኣበይ ከም ዘላ ሓደ ሻዕ ጎንደር ኣለኹ እያ ትብል ሓደ ሻዕ እንታይ ምዃኑ እኳ እንድላ ብዙሕ እንታይ በሃል ቐልብ ኣይገብረላን ዝሮዝሮ ምኽንያቱ ንሓጎይ ውን ሕምምቲ እያ ናይ ሕዱር ሕማም እንየዋ እዩ ካብኡ ግን ስለዚ ከምኡ ስለ ዘለዋ ኣነ ናብኣና ናብ ትምህርተይ ጥራሕ ኢለ ሓስብ እምበር እሳ ኣበይ ከም ዘላ ሓደ ሸዓ ጎንደር እያ ትብል ሂወት ጀሚራ እያ ዝሮ ዝሮ ፅቡቕ ሂወት እያ ዘላ ትበሃል ኣቦይ ከዓ ኣቦይ ከዓ ቅድም ፖሊስ ስለዝነበረ ምግዳል ኣሎ እዩ ዝበሃል ሕዚ ምግዳል እዩ ምግዳል ኣሎ እዩ ዝበሃል ክሳብ ሕዚ ድሃዮም ተሓቲኽ ማለት እዩ ኣነ ሰብ እዩ ዝነግረኒ እኮ በቃ ኣቦ ከዚ ኣሎ ኣዴ ከዚ ኣላ ገለ ይብለኒ ኣነ ብዙሕ ሓትት ምክንያቱ በቃ ክሒዶምሉ ስለዝኸዱ ኣነ በቃ ክብለካስ ጠንኪረ ዝኾነ ኣብ ዝኾነ ደረጃ በፂሐ ከሪኦም እየ ዝብል እምበር ኣነ ድሃዮም ብዙሕ ኣይሓትትን።
ድሓር እሶም ምስ ገደፉኺ መን ከዕብየኪ ጀሚሩ ናበይ ኸድኺ? እሶም
ምስ ከሓዱኒ እናሓንጎ እያ ልዕላትኒ ናሓጎ እየ ልዕላ ኣዕብያትኒ እሱ ከዓ ስላንቺ ኣነ ንዓኺ ኢለ ዘይኸፍሎ መስዋእቲ የለን ክዕብየኪ እየ ንሳቶም ዋላ ተገደፉኺ ኢላ ኣዕብያትኒ
እናሓጎኺ ክትዕበኪ ጀሚራ ማለት እዩ ሽዑ እዚ ኣብ ምዕራብ እንዲ ዝኾን ኣብ ምዕራብ ትግራይ እወ ዕብያት እኒ
ካብኡ ብድሕሪኡ ጓል ሸውዓተ ዓመት ምስ መላእኹ ሰባት እውን ነጊሮማ ክለካ ትምህርቲ እኒ እዩ ዘይትእቱ እያ ገሊሎማ ትምህርቲ ልትእት እያ ኣበይ ማለት እዩ ኣበይ ኣብዚ ናብ መቐለ ኣብ ከተማ መቐለ ኦኬ ናይ ዓይነ ስውራን ትምህርቲ ማለት እዩ ትምህርቲ ወዚር ሓሙሽተ ኣብዚ ናይ ዓይነ ስውራን መርሃ እውራን ኣብኡ ኣሎ ፋዘርቲኖ ፊቲ ፊታኡ ዘሎ ማለት እዩ ናብኡስ ሰብ ነጊርዋ ኣይትእትው እያ ገለ ኢልዋ ንሳ እውን ሓደ ምስቲ ሕማማ እውን ክለካስ ኣነ ከምኡ ኮይና ክትርፍ ኣይትደልን ሓሚማ እያ ዘላ ደሓረ ኣነ ኣብ መንጎ ሞት ተተፈጢሩስ መን እዩ ንዚኣ እንታይ በዓል ክገብረ ክሪኤለይ ዓይና እውን ከምኡ ኮይና ድሕለይ ተምሃረትስ እንታይ ክትኸውን መቸም ሓንቲ መማረፂ ጥራሕ ትምህርትን ትምህርቲ እያ ነይራትኒ መማረፂ ክኣቲ ነይሩኒ እትያትኒ ጓል ሸውዓተ ዓመት ናሃለኹ
እናሓጎኺ ግን ሽዑ ክሳብ ሸውዓተ ዓመት ክተዕቢኪ ከላ ቅድሚ ናብ ትምህርቲ ናብዚ ምልኣኻ እንታይ ላሰርሐት እያ ሕመምቲ እውን ኢልክያ እንታይ እያ ሕምዋ እናሓጎኺ እንታይ እያ ክትሰርሕ ነይራ ሽዑ ተበየኪ
ሓደ ናይ ኤች ኣይቪ ኤድስ ደማ ተሸካሚት እያ ነይራ ካብኡ ግን መዓልታዊ እናሰራሐት እያ ትዕብየኒ ነይራ ኣብኡ ኣብቲ ኣብዚ ምዕራብ ማለት እዩ መዓልታዊ ስራሕ እኒኦ እዩ ዘልካ ሓደ ሓደ ካብኡ ግን ኣብ ልዕሊ ሕማማ ንዓይ ክትዕቢ ክትብል ብጣዕሚ እያ ትሰርሕ ነይራ መዓልታዊ እናሰራሐት እያ ትዕብየኒ ነይራ ካብኡ ብድሕሪኡ ጓል ሸውዓተ ዓመት እናሃለኹ እትያትኒ ሓመመት እያ ነይራ ካብ ቀዳማይ ክሳብ ሻሙናይ ኣብዚ ዓይነ ሱራ ቤት ትምህርቲ ክብለካ ብዙሕ ፀገም የለን ክብለካ ፀገም ኣይነበረን ኩሉ መሰረታዊ ነገር ዝተፈትሑ እዩ ኣብኡ መደቀሲ ኦኬ ናብዚ ክትመፅእ ከለኺ ብገበርቲ ሰናይ ትካላት ፈንድ ልግበር ትምህርቲ ቤት ማለት እዩ ማዛ ዓመተ ምህረት ዲኺ መፂኺ ናብዚ ናብ ከተማ መቐለ መዓዝ ዓመተ ምህረት መፂኺ 2003 ክልተ ሽሕን ሰለስተን ኢኺ መጺኺ ኦኬ ካብኡ ናብ ከተማ መቐለ መጺኺ ትምህርቲ ምስ ጀመርኺ ካብ ቀዳማይ ክሳብ ሻምናይ ተማሂርኪ ከመይ ነርኪ ትምህርትኺ ከመይ ነርኪ ከመይ ሓሊፍክዮ ትምህርተይ ብጣዕሚ ቀዳማይ ቀዳማይ እየ ዝወፅ ነይረ ይሽለም ነይረ እያ ክሳብ ሻምናይ ኣብ ሸሞንትኡ ክላስ ቀዳማይ ቀዳማይ ቀዳማይ እየ ዝወፅ ነይረ ካብኡ ኣበረጀይ እውን ሻምናይ ክፍሊ እናሃለኹ ብሄራዊ ፈተና ፅቡቕ እዩ ነይሩ ደሓን እየ ክብለካስ ያው። በቃ ቴስዓይ ትሽዓተ ፐርሰንት እዩ ነይሩ ትስዓተ ትሽዓተ ፐርሰንት ኣምፂኺ እዎ ናብ ታሽዓይ ሓሊፍኺ እዎ ናብ ታሽዓይ ሓሊፈ ብሄራዊ ማለት እዩ ኣብ ብሄራዊ ምስ ኣምፃኺ ናብ ታሽዓይ ሓሊፍኺ ካብኡ ካብ ከምኡ ድሕሪ ሓሊፈ ካብ ታሽዓይ ምስ ሓለፍና ንኩሉ ኣብኡ ለሎ ቤት ትምህርቲ ዓይነ ስውር ቤት ትምህርቲ ንደገ እቲ ሕጊ ኣ- ኣብ ደገ ወፂኻ እ፣ ዝኾነት ክራይ ንእሽተይ ነገር ኣላ ሰለስተ ሚእቲ ሱሳን እያ ትበሃወካ ታሻዐ ክፍሊ ምስኾንኩ ወፅኤ በቃ ኣብ ዓዲ ኣብዚ ኣብ ምዕራብ ክትመሃሪ ክትመሃሪ ኢኺ እምበር ናብ መቐለ ይሰደክን ገለ ኢላትኒ ነይራ ክረምቲ ይኸድ ነይረ እየ ሓድሻ ኦኬ ክሳብ ሻምናይ ምስ ተማሃርኪ ክረምቲ ናብ ንሐጎ ከይድኪ እወ ናብ ማለት ንሓጎ ከይደ ኣብዚ ኢኺ ክትመሃሪ ገለ ኢላትኒ እዩ። ኣነ ክመሃር ኣይደለኹን ምክንያቱ ኣብዚ እዩ ብዙሕ እንታይ ዝበሃል እውን ዘለዎ ስለ ናትና ኣመላኻኽታ እውን ፅቡቕ ለሎ መቐልዒ ክመሃር ኢለ ዋላ ይጥመየኒ ኢለ ዝሕግዘኒ የለን ይፈልጥ እየ ግን ዋላ ይጥመየኒ እምበር ትምህርተይ ኣብኡ እዩ ዝሕሸኒ ኢለ ንምክትታል ናብዚ ኣብዚ መፅኤ ሰለስተ ሚእትን ሱሳ እናተዋሃብና ገዛ ክራይ ይኸፍል ነይረ በኣ እዛ ቀለብ ግን በቃ ምንም ነገር የብለይን ናጠመኹ ክለካ ትምህርቲ እዚ ተሻዕ ክፍሊ ዝኾንኩ እኮ ትምህርተይ ንእሽተይ ቀኒሰ እየ ምክንያቱ ሽዑ ቀለብ የለን ዝብላዕ የለን በቃ ንጎተስኤ ንትምህርተይ ዝሓስቦ ዝነበርኩ ከምዚ ናይ ቀደም ኣብቲ ምግቢ ስለ ዝነበረ ዝሓስቦ ዝነበርኩ ሎማዓንትስ ታይ ቆሪሰ ክኸይድ ቁርስስ ዋላ ምተረፈኒ ምሳሕኸ ታይ ክበልዕ ኢለ እየ ዝሓስብ ነይረ። ክሳብ ሻምናይ ክፍሊ ኣብ እተማሃርክሉ ቤት ትምህርቲ ካብ ቐዳማይ ክሳብ ሻምናይ ማለት እዩ ቐዳማይ ቐዳማይ ክትወፅኢ ከለኺ ሽዑ ምርኣይ ልተሳእኖም ጥራሕ ይኹኑ ነይሮም ተምሃሮ ምርኣይ ልኽእሉ ወይ ድማ ልሪኡ እውን ምሳኹም ይመሃሩ ነይሮም እዮም እና ቐዳማይ ቐዳማይ ክትወፅኢ ኣብዚ ኩሉ ፀገም እናሓለፍኺ ብቲ ናይ ወለዲ ምክሓድ እውን እዮ እሱ ስነ እምሮ እውን ጸቕጢ ክል ይኽእልና ክሳብ ክንድዚ ብትምህርቲ ዕውትነት ክትረክብ ለኽእለኪ ምክንያት እኒኤኒ ኢልክ ትሓስቢ ዶ? ኣዎ ኣለኒ እንታይ ድዩ ምክንያት ይመስልካ ሓደ እዞም ወለደይ ከምኡ ኢሎም እንታይ ይበሃል ዝበሉኒ እዚኣስ ምንም ክትገብር ኣይትኽእልን ምንም ኣይትጠቅምን ኢሎም እንድዮም ከምኡ ኢሎም ጠሊሞም ንኸይዶም ሓደ ብጥንካረይ ከሪኦም ይደሊ እየ ካልኣይ ነገር ከኣ ንሓጎይ መዓልታዊ ሰሪሓ ዘዕበየትኒ መዓልታዊ ሰሪሓ ዘዕበየትኒ ኣብ ልዕሊ ሕማማ ንዓኣ ኣብ ጽቡቕ ከምኡ ዝበለ ውጽኢት ጽቡቕ ውጽኢት ኣምጺኤ ንኸሪኣ እውን ስለ ዝደሊ እየ ናታ መርኣያ እንኮን ስለ ዝደሊ ናይዚ መርኣያ እዩ ብዚ ዕድመ እሱ ግን ትሓስቢ ነርኪ ከምኡ ክሳብ ክንድኡ ናይ ወለድኽ ነገር ኣተሓሳሲብኪ ከሪኦም ኒኤኒ ኢልኪ ዝኾነ ስምዒት ፈጢርልኺ ብጣዕሚ ዋላ ህዚ ሸሞንተ ዓመት እናሃለኹ ካልኣይ ክፍሊ እናሃለኹ ንባዕሉስ ኣጋጣሚ ብዝኾነ መንገዲ ረኺባቶ ንሓጎይ ፀዊዓቶ እዙይ ኣቦኺ እዩ ገለ ኢላትንስ ኣነሲ ንምንታይ ኢኻ ኣይጓለይን ኢልካኒ ኣደይ እውን ከምኡ ኢላ ገዲፋትኒ ከይዳ ንስኻ እውን ከምኡስ ንምንታይ ኢኻ ኢሉ እዩሲ እንታይ እሞ ሕዚ እውን እኮ ጓለይ ኣይኮንክን ገለ ኢልኒ ኦዶ ግን ኢለዮ ደሓር ከይትጠዓስ ኣነ ኣብ ፅቡቕ ደረጃ ምስ በፃሕኹ ጓደይ ናባልካ ከይትመፀኒ ኢለየ ኢልክዮ ሽዑ ጓል ሸሞንተ ዓመት ከምኡ ኢለዮ እዋ ጓል ሸሞንተ ዓመት እዋ ከምኡ ኢለዮ ካብኡ ሰብ ብጣዕሚ ናገረሞ ማለት እዩ ምክንያቱ ብኡ ዕድመስ ከመይ ኢላ ተዛረቦት ተገልን ኣለ እናስ ከምኡ ይብሎ ነይረ እና ናይዚ ጥንካሬስ ብጣዕሚ ጠንካራ ክኾን ይደሊ እየ ነይረ
እናሓጎኺ ከዓ ሽዑ ግን እንታይ ትለኪ ነይራ ሓደ ልጠለመታ ጓላ እያ ጓላ እያ ጠሊማትክን እያ እነኽ ማለት እዩ ኸምዚ እዩ ካብኡ እቲ ሓላፍነት እውን ናብኣ መጺኡ እኒኦ። እንታይ ትብለኪ ነይራ? ትነግረኪ ነይራ ዶ ብዛዕባ እቲ ጥልመት ብዛዕባ ወለድኺ ትነግረኪ ነይራ ዶ? እወ ትነግረኒ ነይራ እያ። ኣቦኺ እውን ዝሮዝሮ ንዕኡ ኸም መልክዕ ሕዚ ንዕኡ እየ ዝመስል ነቦይ ማለት እዩ። ንዕኡ ኢኺ ትመስሊ ትብለኒ ነይራ። ሕብረተሰብ እውን ይነግረኒ እዩ። ህዛውነት እኮ ኣዴኺ እኮ እዚኣ ኣይኮነትን ክብለኒ ከሎ ብጣዕሚ እየ ዝኹሪ ነይረ ኣነ። እንታይ ኢሎም እዮም ከምኡ ዝብሉኒ ገለ ይብሊ ነይረ። ልናሕጎኺ?
እወ፣ ካብኡ እናሓጎይ ግን እታ ሓቂ እሳ እያ ኣዴኺ፣ ግን ደሞ ትኽክል እዩ ገዲፎምኺ እዮም ከይዶም፣ ግን ኣዴኺ ኣዴኺ እያ ትብለኒ ነይራ፣ ኣነ ግን ብጣዕሚ ጽልኢት ነይሩኒ ከምኡ ኢላ ስለ ዝኸደት። ኣስ ብ ብቆልዓ ልብስ ከምኡ ኢልኩ እተኸይደስ ብቆልዓ ልበይስ ኣዎ። ብጣዕሚ ይጽለይክ ነይሩ ንኣእምሮይ ዝኾነ ነገር ፈጢሩ ነይሩ። ሽዑ ግን እ ስላንቺ ጎይትኦም ከም እትበሃሊ ነጊርክኒ ኢኺ። እወ ስላንቺ ካብ ምስ ናይ ኣዴኺ ኣቡኣ ግን ምስግናው ተክለሃይማኖት ከም ልበሃል ነጊርክኒ መስለኒ። እ ንምንታይ ብሽም ጎይትኦም ክትጽውዒ ክኢልኺ? ኣነ በቃ ጽሊኢት ስለዝነበረኒ ንልዕሊ ኣቦይ በቃ ማለተይስ ብነንበይተይ ስለዝፈትዋ በቃ ኣቦኡ ምክንያት በቃ ስላንቺ ጎይታ እንኩሎ ኣለኒ እምበር ምስጋና ተክለ ሃይማኖት ስኩሎ የብለይን እየ ዝብል ይሓስብ እዋ እወ ናብ ሻምናይ ክፍሊ ምስ ዛዘም ክንመለስ እሞ ድሕሪ ናብ ታሽዓይ ክፍሊ ክትኸዱ ከለኹም እቲ ዝነበረኩም ዝወሃብኩም ነበረ ቅርሺ ክቋረጽ እዩ። ብተማሳሳሊ ኣብኡ ዶርምኹም ኣብኡ እዩ ነይሩ። ደሓር ናብ ታሽዓይ ክፍሊ ክትኸዱ ናብ ደገ ትምህርቲ ቤት ክትኸዱ ከለኹም እንታይ ዝግበረልኩም ነይሩ ተፈለየ ወይ እንታይ ኻሊእ ጸገም ገጢምኪ ናብ ናይ ግሊ ወይ ድማ ናብ ናይ ባዕልኺ ህይወት ትምለሲ ስለ ዘለኺ እንታይ ዘጋጠመኪ ጸገም ነይሩ ሽዑ? ታሽዓይ ክፍሊ ሳብ ዓሰርተ ክልተ ዝነበረ ብጣዕሚ ጸገም እዩ ነይሩ ምኽንያቱ ሰለስተ ሚእትን ሱሳን እየን ነይረን ሽዑ ንገዛ ክራይ ጥራሕ ተባሂለን ዝበሃወና ማለት እዩ ቀለብ እንተስ ወለዲ ዘለዎ ወለዲ ድሓን ዝኾነ ወይም ደሞ ዝኾነ በቃ ብዝኾነ ምክንያት ክሕገ ዘለው ኢሉ እዮም ዝብሉ እምበር ገዛ ክራይ ጥራሕ ኢና ንበሃው ነርና ካብኡ ኣነ ግን ናተይ ግን ብጣዕሚ ይፀገም ነይሩ ሓደ እናሓጎይ እውን ክትሕግዘኒ ኣይትኽእልን መዓልታዊ እናሰራሐት እያ ኣብኡ እናሃለኹ እውን ትብለኒ ነይራ ዝብላዕኺ ግን የብላን ንባዕላ ውን ሕምምቲ እያ እቃ ስለዚ ክተሻሒ ክሳብ ዓሰርተ ክልተ ንእሽተይ ደረጃ ዋላ ይሕዝ ተነበርኩ ካብዚ ናይ ቅድመይ ብጣዕሚ ቀኒሰ ነይረ ምክንያቱ እንድሕር በሊዕካ ኢኻ ክትምሃር ትኽእል ዝኾነ ነገር መሰረታዊ ነገር ኣማሊዕካ ኢኻ ክትምሃር ትኽእል ወዶ ኣን ንጎተሴስ ተሻዕ ክፍለይ ንጎተሴስ እንታይ እየ ዝሓስብ ዝብላዕ ታይ ቁርስስ ታይ ክቆርስ ዋላ ቁርስስ ይትረፈኒ ዋላ ምሳ ሓስታ እየ ክመፅእ ኢለ ኢለ ሓስብ ነይረ ወይ ደሞ ድራርስ ታይ እየ ክበልዕ ኢለ ኢለ ሓስብ ነይረ እምበር ስለ ትምህርትስ ኣብ ክላስ ከይደ ንእሽተይ ይመሃር ብዛ ክላስ ዝተምሃርኩዋ ንእሽተይ እንታይ እዩ ዝበሃል ይብል ነይረ ካብኡ ደረጃ ክሳብ ሳልሳይ ክሳብ ሳልሳይ እንኳን ይሕዝ ነይረ ሳልሳይ ገለ መብዛሕትኡ ካብኡ ተሽዓይ ክሳብ ዓስራይ ዓስራይ እውን ኮረና ኮይኑ ተባሂሉ ፍርቂ ኢና ተማሂርናዮ ኮረና ምስ መፅኡ ማለት ካብኡ ኮረና ምስ መፀ ኣነ ኣብዚ ክነብር ኣይኽእልን ምኽንያቱ ምንም ነገር የብለይን ኮረና ወዳ ሽዑ ትምህርቲ ክውዳእ ከሎ ናብ እናሓጎ እየ ተመሊሰ ከይደ ንምዕራብ ንምዕራብ መዓዝ ዓመተ ምህረት ነይሩ እዚ ዓስራይ ክፍሊ ክልተ ሽሕ ዓሰርተ ሓደ ይመስለኒ ክልተ ሽሕ ዓሰርተ ሓደ ዓመተ ምህረት ተመሊስኺ ናብ ምዕራብ ከይድኺ እዎ ኦኬ ብድሕሪ ናብ ዓሰርተ ሓደ ክትመፅእ ከለካ መዓዝ ነይሩ መፂኺ ዶ ኣብኡ ዝተወሰነ ተቐሚጥካ ዲኺ
ኣብኡ ልተወሰነ እረ ተቐሚጠ እየ ክሳብ ክልተ ሽሕን ኣይተቐመጡን ክልተ ሽሕን ዓሰርተ ኣርባዕተን ዓሰርተ ሰለስተን ጸኒሕና እንታይ ዝበሃል ጦርነት ተጀሚሩ ክልተ ሽሕን ዓሰርተ ሰለስተን ኣብኡ ናህሊኺ እኮ ጦርነት ተጀሚሩ ኣብኡ ክልተ ሽሕን ዓሰርተ ሰለስተን ተጀሚርዎ ወካ ከመይ ማገበርኩም ካብኡ ካብኡ በቃ ሽዑ ምንም ክንገብር ኣይንኽእልን እናሓጎይ ንዓይ ሒዛትኒ ምስቲ ህዝቢ ዋላ ሕመም ይሃለ ናይ ትስእት ናተላዕለት ጎረቤት እውን ተሓባቢርና ኽንደይ ኣብኡ ኣብቲ መንገዲ ብዙሕ ሓሚማ ምክንያቱ ልዕሊ ሰሙን ኢና ንገብር ወዶ ክንመፅእ ምክንያቱ ሽዑ ሰብ ኩላ ኩሉ እዩ ዝመፅእ ነይሩ ዓዲ ከዓ በይኑ እዩ ተሪፉ ነይሩ ንሕና ከዓ ምስቲ ሰብ ናሓገዙና ሓደ ሓደ ናበሉ ሰሙን ዝኸውን ሓሚማ እያ መድሓኒት ኣቋሪፃቶ ማለት እዩ ናበይ ናበይ ላመፃኹም ማለት እዩ ንሕና ናብ ፀለምቲ ኢና መፂና ናብ ጸለምቲ ጸለምቲ ካብኡ ናብ ጸለምቲ ኣብኡ ተቐሚጥክን ካብኡ ጸለምቲ ኣብኡ ትውልዳ ስለ ዝነበረ ንሓጎይ ኣብኡ ክልተ ሽሕን ዓሰርተ ኣርባዕተን ዓሰርተ ሓሙሽተን ብምሉኡ ኣሕሊፈዮ። ትምህርቲ ኣቋሪጽኪ ኣብኡ ትነብሪ? ክልተ ሽሕን ዓሰርተ ኣርባዕተን ትምህርቲ ተቋሪጹ እዩ ነይሩ ማለት እዩ። ተቋሪጹ እዩ ነይሩ።
ክልተ ሽሕን ዓሰርተ ሓሙሽተን ከኣ ካብ ፍርቂ ተጀሚሩ ተጀሚሩ እዩ ነይሩ ካብ ፍርቂ ተጀሚሩ ማለት እዩ ዓሰርተ ሓደ ክፍሊ ኣብ ፀለምቲ ግን ብጣዕሚ ልፅግማ ነበረ ኣብ ዓዳ ናሃለየት ናብ ፀለምቲ ምስ መፀት ግን ከመይ ጌራ ትነብር ነራ ከመይ ጌራ ትናብረክ ነራ ንዓኺ በቃ ምንም ሓደ ሻዕ ጎረቤት መፅኡ ይህበና ሓደ ሻዕ እውን ሓሚማ እያ በቃ ካብኣ ትጅምር ምክንያቱ መድሓኒት ኣቋሪፃ ኣላ ድሕሪ ተቋራሪፁ ከዓ ግዴታ እዩ ወዶ ኣብ ዓራት እያ ዘላ ክሳብ ሕዚ እውን ካብኡ መድሓኒት ኣቋሪፃ እያ ምንም ክትገብር ኣይትኽእልን ሓደ ሓደ ሰብ ናመፀ ይህበና ገለ በቃ ከምኡ ናበልና ሓደ ሻዕ እውን ፆምና ንሓድር ካብኡ ጎረቤት እውን ናመፀ ይህበና ነይሩ ከምኡ ከምኡ ናበልና ክልተ ሽሕን ዓሰርተ ሓሙሽተን ኣነ ትምህርቲ ተጀሚሩ ኢልን ዕረኽተይ ኣጋጣሚ ብገለ ገይረን ይረኽባኒ ብስልኪ ካብኡ ተጀሚሩ እዩ ኒዐ ገለ ኢለናኒ ብጣዕሚ ኣቋሪፀ ማለት ከቋርፆ ኣይደለኹን ካብ መሓዙተይ ክድሕር ኣይደለኹን ከይከድ እውን ካብ ፍሉጥ እዩ መሳፈሪ የለን ካብኡ እውን መንገዲ እውን ተዓፂ እዩ ነይሩ ሽዑ ካብኡ ሰብ ኣዛሪበ ኔሮም ኣብኡ ኣብቲ ጸለምቲ ኣዛሪብናዮም ካብኡ ታይ ኢሎምኒ ችግር የብሉን ብሞተር ገይሮም ሞተር ዝተፈቐደሉ ኔሩ ብሞተር ገይሮም ንተከዘ ኣሕሊፎም ካብ ተከዘ እንዳባጉና መጼ ካብኡ መጼ ዓሰርተ ሓደ ክፍሊ ካብ ፍርቂ ጀሚረ ሓሊፍኒ እዩ ኔሩ ብዙሕ ትምህርቲ ግን
ኣበይ ትምህርቲ ቤት ኣበይ ኔሩ ዓሰርተ ሓደ መሶ መሶ ኣብዚ ከተማ መቐለ መሶ ዝላጭ ማለት እዩ ክትመጽኢ ከለኺ ልኾነ ክሕግዘኪ ከም ደለኺ ኣሚንኺ ዲኺ መጺኺ ዋላ ካብኡ ሒሱ ጌል መጻኺ ነገር ኔርኪ? ምንም ኣነ ክሕገዝ ኢለ ሓሰብኩ ገለ ሓሰብኩ ጥራሓይ ዲኺ ክትመጺ ኢለ በቃ እዋ ኣምላኽ ይፈልጥ ትምህርቲ ክማሃር ተኾይነ ዝኾነ ነገር ክፈጥረለይ ይኽእል በቃ ይፍለጥኒ ኢለ እንድዒ ኣነ ንፈጣሪ ተኣማሚነ እየ መጺኤ እምበይ ምንም ኣይነበረንን ሽዑ ምንም ነገር እውን ኣይሓዝኩን ምኽንያቱ ምንም ዘትሕዘኒ ሰብ የለን ንሳ እውን የብላይን እኒኦ ደቂሳ እያ እኒኣ መድሓኒት ኣቋሪጻ እያ በቃ ካብኡ መፅየ ዓሰርተ ሓደ ክፍሊ ካብ ፍርቂ ጀሚረ ስእሉ ተቆራሪፁ እዩ ቀደሙ እውን ተቆራሪፁ እዩ ካብኡ እውን ኣነ እውን ካብ ፍርቂ እየ ጀሚረ እዮም ዓሰርተ ሓደ ክፍሊ እናተምሃርኩ ዓሰርተ ክልተ ክፍሊ ሓሊፈ ካብኡ ዓሰርተ ሓደ ክፍሊ ውፅኢተይ ክንዲ ዘቋራረፅኩዎ ትምህርቲ ኣይኮነን ነይሩ ደሓን እዩ ነይሩ። ብጣዕሚ ጎበዝ ተምሃሪት ዝነበረት ስላንቺ ካብ ቀዳማይ ክሳብ ሻምናይ ላተፀገመት ክኾን ይኽእል እዩ ልተወሰነ ግን ብናይ ትካል ሓገዝ ስለልነበረ ቐዳማይ ቐዳማይ ላወፀት መፂኣ ናብ ዓሰርተ ሓደ ዓሰርተ ክልተ ክትመፅእ ከላ ግን ክሳብ ዓሰርተ ክልተ ክፍሊ ለይምምፃእ እቲ ልገጠመኪ ፀገም ድዩ ክሳብ ክንደየናይ ፀገም ከም ልበፀሕኪ መመላኸቲ እዩ መስለኒ። እዎ ብጣዕሚ ምኽንያቱ ሓደ ሽዑ መሰረታዊ ነገር የለን ኢለካ እያ ብጣዕሚ ፀገም እዩ ነይሩ ካብኡ ልለ እንደገና ከዓ ትምህርትስ ተቆራሪፁና ተዋሃብናስ ኣነስ ንሓጎይ ሓሚማ ኣብኡስ መድሓኒት ስኢና ልገደደ ከምዚ ናይ ቅድም እኳ ተስፋ ከይትኾነንስ ኣብ ዓራት እያ እኒኣ ንሳ ብዛዕባ ለቲ ሓስብ ኣለኺ ኢኺ። ብዛዕባ ለይ ሓስብ ኣለኹ። ብዛዕባ ናተይ ለይ ሓስብ ኣለኹ። ጸመይ እንተሓደርኩም ንመ ይመስለኒ ነረ ሽዑ ንሓጎይ መሓወይትለይ እሞ ኣነ ውን ናታ ጻማኣ ምኸፈልኩ እየ ዝብል ነይረ ካብኡ ግን እሳ ግን ኣይሓሻን ክሳብ ሕዚ ኣብ ዓራት እያ ዘላ ምንም ለውጢ የብላን ግን በቃ ንዓይ ደዊላ ግን ኣጀኹ እዛ ጓለይ ኣነ እኮ ክሕሸኒ እዩ እስኺ ትምህርትኺ ጥራሕ ተምሃሪ እያ ትብለኒ ነይራ ብስልኪ ኢና ውሳዝ በቃ ካብ ዓሰርተ ክልተ ክፍሊ ምስ ወደቅኩ ብጣዕሚ ተሰሚዕኒ በኼ ክሳብ በቃ ባራኪና ክሰቲዕ ዝበልኩሉ ግዜት ነይሩ ምክንያቱስ ትምህርተይ ጎዝ ነይረ ኣነ ኣብ ፅቡቕ ደረጃ በፂሐ ክሪኦም እየ ዝብል ነበርኩ። ከምዚ ክኾን ከለኹስ ብጣዕሚ በቃ ከምዚ ክገብር እየ ኢለ ውሽጠይ ዝኾነ ነገር ይሓስብ ነይረ ማለት እዩ። ሕሰቦ ከዓ ናብ ሪሚዳን ከይመፀ ከዓ ሚእቲ ኣርባዓን ትሽዓተን እየ ምፅእ ሪሚዳን ደጊም ከዓ ዩኒቨርሲቲ ከይመሃር ማለት እዩ ብሓገዝ ኣብኡ ምግቢ መደቀሲ ገይረ ጌርካ ኣብ ዩኒቨርሲቲ ከይመሃር ሚእትን ኣርባዓን ትሽዓተን ንሪሚዳን ዘየሕልፍ እየ ረኪበ ሕዚ ንሓጎ ክትድውላ ዶ? እወ ይደውለላ እየ እንተ ሓንዳኺ ገለ ይብላ እየ እንተ ሓንየ ጥራሕ ተምሃር ትምህርትኺ ገለ እያ ትብለኒ ነይራ። ኣብ ምንታይ ኩነታት እኒኣ ሕዚ? ሕዚ እውን ኣብ ዓራት እያ ዘላ ምኽንያቱ መድሓኒት ኣብኡ ኣብኡ ኣብ ፀለምቲ እውን ችግር እዩ መድሓኒት የለን ምንም መድሓኒት የለን።
ስለዚ ብጣዕሚ ትጭነቅ ኣለኺ ማለት እዩ ነንሕንኩ ብጣዕሚ ካብኡ
ኣብዚ ዓሰርተ ክልተ ሚእትን ኣርባዓን ትሽዓተን ምስ መፀኒ መማረፂ ምስ ሰኣንኩ እንታይ ይገብር ሰብ እውን ይነግረኒ ኮለጅ ይፍተን
ሽኣበይ ፈተና ኣብዚ ኣብዚ ኣብ ከተማ መቐለ እሺ እዋ ፈተና ተፈቲነ ይሓልፍ ካብኡ ምስ ሓለፍኩ ናብ ኮለጅ መማህራን ዓድዋ ማለት እዩ ሓሊፈ ናብ ኮለጅ መማህራን ዓድዋ ይኸይድ ካብኡ ማለት ኣነ ፀገም ትምህርቲ ክመሃር ከም ዘለኒ እየ እምበር ፀገም ከም ዘጋጥመኒ ይፈልጥ እየ ብዙሕ ፀገም ከም ዘለኒ ይፈልጥ እየ ግን መማረፂ ሳዕ እያ መማረፂን መማረፂን ትምህርቲ ምምሃር እያ ሕዚ ካብኡ ናብ ከተማ ዓድዋ ከይድኺ ናይ ኮሌጅ መምሃራን ትምህርቲ ጀሚርኺ ማለት እዩ? እወ ትምህርቲ ጀሚረ ቀዳማይ ዓመት።
ናብኡ ምስ ከድኺ ከ ከመይ እዩ እሱ ብመንግስቲ ዝሕገዝ ዓይነት ትምህርቲ ድዩ?
ብመንግስቲ ኢና ንመሃር እወ ልክዕ እዩ ካብኡ ግን እዛ ቀለብ ክልተ ሽሕን ሰለስተን ጥራሕ እዩ ዝበሃወና ንምግቢ ተባሂሉ ካብኡ በቃ ባእ ጥራሕ እያ ኣነ ከዓ ባእ ጥራሕ እየ ዝመሓደር ምንም የብለይን ከዓ ዝበሃወ እዩ ብሎሚ ግዜ ከዓ ብጣዕሚ እዩ ከቢሩ ምግቢ ገለ ኮንትራት ክትሕዝ ተደሊኻ ኮስ ኣብኡስ ኣርባዕተ ሽሕ ሓሙሽተ ሽሕ እዩ ንኣብነት እታ ክልተ ሽሕ ሰለስተ ንወርሓዊ ክሳብ ክንደይ መዓልቲ ተፅንሐኪ ንወርሓዊ ስለዝኾነት ክልተ ሽሕ ሰለስተ ክሳብ ክንደይ ተፅንሐኪ ክንደይ መዓልቲ
ዘይተፅንሐኒ ምንም ኣይተፅንሐንን ግን ኣነ በቃ ናቆጠብኩ ክለካ ባኒ ሓደ ሻዕ ባኒ እናበላዕኹ ገለ እዩ ዝሕልፎ ሓደ ሻዕ ሓንቲ ሻዕ ጥራሕ እናበላዕኹ ገለ ኮይነ በቃ ከምኡ ናበልኪ እዩ እምበር ንኣብነት እስኪ ንጎት ኣይትቆርሲ ንክትቆጥብ ኢልኪ ንጎ ሓንቲ ባኒ ይበልዕ ሓንቲ ባኒ ሱክ ብለይ ምንም ነገር ማለት እዩ ሻሂለ ሻሂና ሓንቲ ባኒ እዎ ሓንቲ ባኒ ይበልዕ ምሳሕ ከዓ ከይበልዕ ይኽእል እዩ ሓደ ሻዕ ኦኬ ብዙሕ ግዜ ሌክት ወይ ሓድሓደ ግዜ ሌክት ትበልዕ ትኽእል ኢኺ እም፣ እሺ ድራር ከ ድራር እውን እንድሕር ኮይኑ በቃ ኣጋጣሚ ሓንቲ ሓንቲ እንጀራ ገለ ሽሮ ተኣዚዘ ኣጋጣሚ ብሽሮ ገይረ እንጀራ ተበሊዐ በቃ ካብኡ ማለትስ ዳቦ ንግሆ ሓድሓደ ሻዕ ድራር እውን ባኒ ዝበልዐሉ ግዜ እኒኦ እውን ኣልኩ በቃ ኣው ስለዚ እዘን ክልተ ሽሕን ሰለስተን ንምቑጣብ ኢልኺ እወ ከምኡ ዓይነት ህይወት ክትሓልፊ ማለት እዩ እወ እንታይ ዓይነት ትምህርቲ ከተፅንዕ ኣለኺ ኣብዚ ኮሌጅ ሲቪክ ወይ ከዓ ብሎም ግዜ ሞራል ኤዱኬሽን ይበሃል ሞራል ኤዱኬሽን ዝበሃል ዓይነት ትምህርቲ ክትመሃሪ ኣለኺ እወ ሕዚ ክንደይ ዓመት ኢኺ በፂሕኺ ኣለኺ ካልኣይ ዓመት እየ ፅሒ ዘለኹ ኣብ ክንደይ ዓመት ትምረቑ
ኣብ ሰለስተ ዓመት እዩ ስለዚ ንዓመታ ግራጁዌት ትገብሩ ኢኹም ማለት እዩ ናብ ከተማ መቐለ ከም ነገርክኒ ንዕረፍቲ ኢልክ ክመፅኺ ትምህርቲ ቋሪፁ እዩ ካብኡ እቲ ልውሃብ ነበረ ኣብ ትምህርቲ ናሃለኹም ኢሉ ውሃብቲ ናይ ቀለብ ተባሂሉ 203 ልዋሃበኩም በይ ናብዚ መፂኺ ምንም የብልኪ ናብ ከተማ መቐለ መፃኺ ስለዝጨነቐኪ ናብ እናሓጎኽኪ ትኸዲ እውን እናሓጎኽ እውን ከምቲ ነገርክ እናሰ ዝኾነት ካብኡ እውን ብዙሕ ሰብ ዋላ እቲ ተመዛቢሉ ልመፀ ሰብ ናብኡ ልኸደሉ ዕድል የለይ። ጭራሽ እስኺ ኣብዚ ፀገም እዚ ክንሪኣ ከምዚ ንሪኦ ክለና ኮይኑ ማለት እዩ። ኣብ ከተማ መቐለ ደኣ ከመይ ትገብር ኣለኺ እቲ ቅርሺ እውን ተተቋሪፁ? ኣብ ከተማ መቐለ በቃ ከምቲ ዝበልካዮ ጭንቕ ኢሉኒ ድየ ኣብዚ መፅየ ካብኡ ኣብዘን ኣዕርኽተይ እኒኦኣኒ ሓደ ሻዕ ኣዕርኽተይ ይኸይድ ኣብቲ ሓንቲ ይኸይድ እታ ሓንቲ ውን ንተሓባበረኪ ኢና ችግር የብሉን ገለ ስለ ዝብላኒ ሓደ ሻዕ ሓንቲ ዓርከይ ሓደ ሻዕ ሓንቲ ዓርከይ ሓደ ሻዕ ውን እንድሕር ስክፍ ተይለ ውን ኣብ ቤተ ክርስትያን ዝሓድረሉ እኒኤ እኒኤ ማለትስ ናቐደስኩ ገለ ናበልኩ ዋላ ዝሓድረሉ መዓልቲ እኒኤ ከምኡ ናበልኩ እየ ዝሕልፎ ዘለኹ እዚ ህይወት ምክንያቱ በቃ ምንም ነገር ስለ ዘይብለይ ክትካረይ እውን ኣይኽእልን ገዛ ክራይ ንምግቢ እውን ምንም ነገር የብለይን በቃ እዛ እዛ ዝተሃለት ክልተ ሽሕን ሰለስተን ክሳብ ዘለናዮ እምበር ካብኡ ኣይኽፈለናን ክረምቲ። ሕዚ ካብ መጀመርያ ክሳብ ሕዚ ለዋጋዕክና ሂወት ክትሓልፊ ከለኺ ሓሓሊፉ ጸገም ናብ ጸገም ዝለውደቀካ ነገር ክትዝክሪ ትኽእሊ ኢኻ እሞ ወለድኺ ከም ክሓዱኺ ብፍላይ ድማ ኣዴኺ ኣቦኺ ዋላ ተክሓደኪ ኣዴኺ ክትክሕደኪ ከላ ክትሓስብዮ ከለኺ ታይ ይስመዐኪ ኣብዚ ሕዚ ሰዓት ኮይንኺ? ብጣዕሚ ተስፋ ምቕራጽ ይስምዐኒ መዓዝ ከም ዝኾነ ተስፋ ዝቖረጽኩ መስለካ ኣነ ዓሰርተ ክልተ ክፍሊ ምስ ወደቅኩ እዩ ኣነ ሰብ የብለይን ኣቦይ ኣደይ እውን ገዲፋትኒ ከይዳ ሰብ የብለይን ለካ ካብኡ ኣብ ልዕሊኡ ደሞ ጎበዝ ነይረ ትምህርተይ ወዲቐ ዝበልኩሉ ተስፋ ዝቖረጽኩሉ እዩ ነይሩ ኣነ ብቆልዓ እናሃለኹ ምንም ተስፋ ይቆርጽን ነይረ በቃ ኣነ ተማሂረ ኣብ ፅቡቕ ደረጃ በፂሐ ንዓቶም ከሪኦም ኣለኒ እየ ዝብል ነይረ ዓሰርተ ክልተ ክፍሊ ምስ በፃሕኩ ግን ምስ ወደቅኩ ነጥብ ዘይመፀለይ ምስኮነ ግን ብጣዕሚ እየ ተስፋ ቆሪፀ ሰብ የብለይን ለካ ኣቦይ ነደይን እውን ገዲፎም እናሓጉይ እውን ሓሚመ እያ ዘላ እዛ ትምህርቲ እውን ጠሊምኒ ገለ እየ ዝብል ነይረ ብጣዕሚ ተስፋ ዝቆረፅኩሉ ሽዑ እዩ ነይሩ ሕዚ
ትምህርቲ ተሳኺዕልኺ ኣብ ዝሓሸ ደረጃ በፂሕኺ ክትክሕስዮ ትደልዪ ሰብ ክህሉ እዩ ብፍላይ እናሓጎኺ እንታይ ይስምዕኪ ኣብ ዝኾነ ትሓስቢ ዶ ኣብዚሐ ሰዓት ኮይንኺ ልዕውቲ ስላንቺ ፈጢርኺ ንእናሓጎኺ ትሓስብዮ ገለ ነገር እኒኦ ዶ ኣብቲ ስምዒት ንሱ እኒኦኺ ዶ? ብጣዕሚ እወ እናሓጎይ ኣነ እንድሕር ክሳብ ኣነ ዝምረቅ ተፀኒሓ በቃ ንዓኣ ከምቲ ዋላ ክንዲ ዝሓገዘትኒ ክሳብ እዚ ደረጃ ክበፅሕ ተዘይሓገዝኩዋ ኣነ ደሞዘይ ወይም ዝኾነ ነገር ስራሕ ሒዘ ክሕግዛ ይደሊ እየ በቃ ማለትስ ውዕለታኣ ክምልሰላ ይደሊ እየ ምክንያቱ እሳ እያ ኣብዚ ደረጃ ኣብፅሓትኒ ዘላ እምበር ወለደይና ወለደይ ተዝኾኑማ ወይ ናለመንኩ ክርከብ ነይረ እየ ቤተ ክርስትያን ኣብ ቤተ ክርስትያን ጥራሕ ኮፍ በሃሊት ክኾን ነይረ እየ ዝኾነ ማለት ተስፋይ ምገበርኩን ነይረ ሳላ ትምህርቲ ዘእተወትኒ ግን ትምህርተይ ክመሃር ኣለኒ ተስፋ ገይረ ክሳሃ ዝለኹ ማለት ብተስፋ እውን ይመሃር ኣለኹ ዋላ ፀገም ተሃለዎ እወ ሐዚ ብዙሓት ሰባት ንዩኒክ ሾው ተኸታተልቲ ማለት እዩ ኸምዚ ኸማኺ ተስፋ ለለዎም ሰባት ክሕገዙ ልግበኦም ሰባት ንእሽተይ ሓገዝ ተገይርናሎም ንሳቶም እውን ድሕሪ ልተወሰነ ግዜ ኸምቲ ንሕና ንሕግዞ ለና ፅጉም ንከይህሊ ተሳትፎ ልገበሩ ሰባት እዮም ንሰባት ልሕግዙ ሰባት እዮም ኢሎም ልሓሱ ብዙሓት እኒኦ ፈተውትና ተኸታተልትና ተኸታተልቲ ዩኒክ ሾው ማለት እዩሞ ሕዚ እቲ ብጣዕሚ ጸጊምኒ እኒኦ ከምዚኣ ተልገብሩለይስ ከምዚ ዶ ምኾንኹ ኢልክ ትሓስብዮ ነገር እንታይ እቲ ብጣዕሚ ልጽግመኪ ኣብ ዕለታዊ ምንቅስቃስክታይ ኣነ ዕለታዊ ምንቅስቃሰይ ምንም እንድዩ ዘይብለይ ግን ስራሕ ተዝጅምር እሞ ዝኾነ ክልወጥ ኢለ ልሓስብ ዝኾነ በቃ ዋላ ድንኳን ይኹን ንእሽተይ ነገር ተጀሚረ ክሰርሕ እየ ኢለ ልሓስብ ኣብ ጎኒ ትምህርተይ ማለት ትምህርተይ እውን ክመሃር እየ ግን ጎጎኒ ትምህርተይ ግን ሓገዝ ክኾነኒ ካብ ኩሉ ሸዓ ናሰብ ናለመንካ ካብቲ እንታይ ይበሃል ካብ ትብል ንእሽተይ ሰሪሐ ክነብር እየ ኢለ ይሓስብ

ኢትዮጵያ ንግድ ባንክ ማለት እዩ ስልኪ ቁፅርካ ስልኪ ቁፅሪ 0987959581 ብዙይ ክረኽቡ ይኽእሉ እዮም ማለት እዩ እወ ንሕና እውን ያው ብዙሓት ፈተውቲ ስለለለዉ ከምቲ ነገርናኪ ብዙ ሓገዝ ይኾነ ደድልየኪ ግን ሕዚ እውን ሰሪሐ ትምህርተይ ክመሃር እየ ኢኺ ትብለኺ ተማሂርኺ እንታይ ክትኾን ትሓስቢ ነርኺ ዓሰርተ ክልተ ቅድሚ ምውዳእኪ ከምቲ ነበረኪ ከምቲ ኣመፃፅኣኺ እንታይ ግን ምዃን ትደልዩ ነርኺ ለወር ናይ ሕጊ ሞያ ክኾን እየ ዝደሊ ነይረ ለውየር እየ ክትኾን ነርኺ
ተማሂረ ለወየር ክመሃር ይደሊ ነይረ እዚ እውን ስዩ ክልኣተክቦታ ይመስለካ ንቐፃሊ እግዚኣብሔር ተይልዎ ዲፕሎማ እንድዩ እዚ ዲግሪ ክመሃር ከለኹ ብለው ክመሃር ኢለ እየ ሲቪካል
ብጣዕሚ ደስ ዝብል ኢቭን ንቐፃሊ እውን ዳሓሰብኺ ከምዚ ክትኸድ ከለኺ ብዙሕ ሰብ ብርግፀኝነት ታሪክ ሰሚዑ ከም ዝሕግዘኪ ተስፋ ንገብር ዕላማ ክተሳክዒ ኢቭን እታ ስራሕ ክጅምራ ሓግዙኒ ዝበልክና ንባዕሉ ናይ መጨረሻ ህይወት ለይኮነ ትምህርቲ ክተማሂርኺ ብትስኺ ልሓሰኩዮ ክሳብ ትበጽሒ ንእሽተይ ድግፍ ንምባል እዩ እሞ ዓውዪ ልበሃል ሓገዝ የኾነ እውን ለድልየኪ እና ከም ንሕግዝኺ ተስፋ ንገብር ብጣዕሚ ኢና ነመስግን የቐኔለይ ኣነ እውን ኣብ መወዳእታ ትብልዮ እኒኤኪ
ኣነ ክብሎ ዝደሊማ ማለትስ በቃ ኣንሕናሲ ዓይነ ስውራን ማለት እዩ ብዙሓት ተማሂርናም ንሪኦም ኣለና ከምዚ ናተይ ዝበለ ተስፋ ዘለዎም ከማይ ዝበሉ ካልኦትን ወለድስ ከምኡ ክኽውሎም የብሎምን ከበረታትዕዎም ኣለዎም እየ ዝብል ምኽንያቱስ ንኽመሃሩ ከበረታትዕዎም ኣለዎም እምበር ከምዚ ናተይ ወለድቲ ገዲፎምኒ ዝኸዱ ገለ ከምኡ ክገብሩ የብሎምን ኢለ እየ ዝመክር ንኹሎም።